ሰላም ሰላም ኩቡራተይ ከመይ ቀኒክን ኣነ እግዚኣብሔር ይመስገን ጽቡቅ ቀንየ ሎማዓንቲ ከኣ ከም ትሪኦ ዘለክን መግብታት ሒዘልክን መጽየ ኣለኩ of course ቅድሚ ክልተ ዓመት ሰሪሐዮ ነይረ እየ ግን ሓድሽ ሓድሽ መግቢ መዓልታዊ ከኣ ስለ ዘይንሰርሕ ናይ ግድን ዝኮነ ኣይድያ ክንረክብ ኢና ክልተ ዓመት ሲ ብጣዕሚ ብዙሕ እዩ መግቢ ደግሞ so ሕጂ ጥዑም ጌርና መግብታት ክንሰርሕ ኢና ብሓደ ኮይና ናይ ጾም ላይክ ሳብስክራይብ ኣይንረስዕ ዝኮነ ኣይድያ ከኣ ኣይንስእን ኢና ማለት እዩ ንከታተል ብድሕሪት ከኣ ትማሊ ዘይረኣኽናዮ ቪድዮ እንድሕር ኣለኽን ክገድፈልክን'የ ኣገዳሲ ንብረት ክትገዝኦ ትኽእላ ኢኽን። እምበኣር ሕጂ በዛ ቀዳመይቲ ክንጅምር ኢና ሽጉርተይ ሰኽቲተዮ ኣለኹ ጢሒነዮ እየ ብማሽን ክሰልጠኒ ኢለ ከምዚ ቂሕ ጸብሒ ከኣ ስለ ዝኾነ ልክዕ ከምታ ናይ ዓድና ናይ ኣዴታትና ገይረ ክሰርሓ እውን ስለ ዝደለኹ ጢሒነዮ ክደቀለይ እቲ ሽጉርቲ ማለት እዩ ሕጂ መጀመርታ ከዲኒ ሓንሳብ ሰኽቲተዮ ከምዚ ሽሉቕ ክብለለይ ብድሕሪኡ እቲ ማይ መታን ክጸፈልና ከፊትና ከኣኒ ንቐልዎ ማለት እዩ። ሕጂ ኣነ ኣጸቢቑ ከየበለ ከሎ ከይ እቲ ሽጉርቲ ኣጸቢቑ ከይቀይዐ ከሎ ዘይቲ ገይረሉ። ሕጂ ዘይቲ ቀልጢፍና ምግባር ንምንታይ ድሕግዘና እቲ ማይ እንድሕር ጸፊፉ ዘይቲ ክንገብረሉ ጽቡቕ ነገር እዚ ከማን ናይ ማሽን ስለ ዝኾነ እቲ ዘይቲ ንክጸፍፍ ግዜ ይወስድለይ እምበር ብፍላይ ውሑድ ገለ ተኮይኑ ዋላ ምስቲ ሽጉርቲ እየ ኣብኡ ከለኩ ዘይቲ ገይረ ዝሰክቶ ማለት እየ ምክንያቱ ቀልጢፉ ንቲ ሽጉርትና ክበስለልና ይሕግዘና እዩ ኣርሲን ኣቢሉ እዩ እንታይ ድበሃል ሽንቲ ኸይዱ ይብል እንጂ ተመላሊሰ ከዓ ልክዕ ከምዛ ናይ ዓድና ገይረ ከዓ ይቐልዋ ኣለኹ ማለት እዩ ባህላዊ መግብና ከኣኒ ኣነ ኣዝየ ኣዝየ ኣዝየ እየ ዝፈትዎ ኩላትና ማለት እዩ ምክንያቱ ናትና ስለ ዝኮነ ብኡ ከኣ ስለ ዝዓበና እዚኣ ከኣ ዳርጋ ዝግንና እያ ነይራ ን ዳርጋ ነብሲ ወከፍ ገዛስ ልምድቲ ጸብሒ ኣይለ እየ ድሓስብ ኣነ ስለዚ እሞ ከኣ ፈትዋ ከኣ ስለ ዝነበርኩ ብክብሪ ብክብሪ ይሰርሓ ኣለኩ ማለት እየ ሕጂ ዝኣኽለ ንዝበልክዎ በርበረ ከኣ እቲ ሽጉርተይ ምስ ተቐለወ ኣቢለዮ ገይረሉ ማለት እዩ። ሕጂ ኣነ ነዚ ሎማዓንቲ ዝሰርሖ ዓቕን ዳርጋ ክልተ ማንካን ፈረቓን ተጠቂመ ቁሩብ ዝሕል ዝበለ እዩ እቲ በርበረይ ከኣ ከምዚ ማራ መሪር ስለ ዘይኮነ እምበር ነዚ ዝሰራሕክዎ ጥዑይ በርበረ ከምዚ ማሲ ጥዑይ ክብል ከለኹስ ላይክ ምርር ዝበለ በርበረ እንተ ኮይኑ ክልተ ማንካ እውን እኣኽለና እዩ ኢለ እሓስብ። ሕጂ ንዑ ከኣ ማይ እንዳንጠብና እንዳንጠብና ጽቡቅ ጌርና ንቀልዋ እታ በርበረና ሕጂ እንታይ ግን ጌረ ኣነ እቲ በርበረ እንዳቀለኩዎ ከለኩ ፕሬሰሜሎ ሽጉርቲ ጻዕዳ ጅንጅብል ብሓንሳብ ተጣሒኑ ዝተዳለወ ጌረሉ ማለት እየ ሕጂ እታ ፕሬሰሜሎ ክነውጻ ንክእል ኢና ተዘይ ፈቲህናያ ኣነ ግን ስለ ዝፈትዎ ዋላ ኣብ ቀይሕ ጸብሒ ዋላ ኣብ ኣልጫ ገለ ከምዚ ጌረ እንድሕር ኣዳልየዮ ኮይነ ይገብረሉ እየ ወላ ሓንቲ እየ ጥዑማ እምበር ምንም ኣይብሎን እዩ ግን ኣብ ዓድና ኣይኣትዎን እዩ ባይዘወ ጅንጅብልን ሽጉርቲ ፃዕዳን እዩ ዝኣትዎ ብዙሕ ግዜ ሽጉርቲ ፃዕዳ እዩ ዝኣትዎ ኣብ በርበረ ስለ ዘእትዋ ጅንጅብል ግን እንድሕር እቲ በርበረና ክስታይ ኢልና ሓሲብና ከዓ ጅንጅብል ኮላይ ከምዛ ናተይ ጌርና ክነቃምማ ንኽእል ኢና ኣዝዩ ልዙብ ፀብሒ ጥዑም ፀብሒ እዩ ዝኸውን ማለት እዩ ድሕሪኻ ፅቡቅ ገይረ ምስ ቀለኽዎ ንዕኡ ከዓኒ እዚ ኮሚደረ ኮሚደረ ጥሒነ ፀኒሐ ማለት እዩ ሰለስተ ኣርባዕተ ዝኾና ኮሚደረ ንእሽቲ በላ ስለ ዝኾና ናተይ ኣርባዕተ እየን ከምዚ ዓብ ኮሚደረ ተኮይኑ ከዓ ሰለስተ ኣክለና እዩ ነዚ ኣነ ዝሰርሖ ደሎ ከዓቐን እዛ ዝግንናይ ፆምያ ኢለያ ኣለኹ ባይዘወይ ኣነ ብፍቅሪ እየ ድዝክራ ክሰርሓ ከለኩ ከኣ ኣክቢረ ጽቡቅ ገይረ እየ ድሰርሓ ብጣዕሚ እየ ከኣ ደስ እንዳበለኒ ዝበልዓ ማለት እዩ ምክንያቱ ኣብ ኤርትራ ዝፈትዎ ዝነበርኩ ጸብሒ ሕልበት ኣይ ሚን ሽሮ ናምበር ዋን ሕልበት ከምኡ ከኣ ጸብሒ ድንሽ እዩ ኣነ ስጋ ብዙሕ ኣይኮንኩን ነይረ ዋላ ኣብ ኤርትራ ዋላ ክርከብ ከሎሲ ከምዚ ብዙሕ ዩ ነው ተገዲሰ በላዒት ስጋስ ኣይኮንኩን ነይረ ስለዚ ብፍቅሪ እየ ዝበልዖ ክበልዖ ከለኩ ማለት እዩ ሕጂ ከኣ እዚ እንታይ ጌረሉ ምስቲ ሳልሳይ ሳልሳ ከኣኒ ሓንቲ ማንካ ጌረ ማለቴ ሕጂ እቲ ሳልሳ ዋላ ክንጎድፎ ንኽእል ኢና ግን ኣነ ከምዚ ንመቐረቱ ጥዑም እዩ ዝገብሮ እንደገና ከኣ ዋላ ከለሩ ከዓ ናይስ ይደምፆ ሕጂ ሓንቲ ማንካ በዛ ናይ ፓስታ ተጠቂመ ማለት እዩ ከምኡ ገይረ ከዓ ፅቡቅ ገይረ ንኩሉ ኣሰማሚዐ ቀሌዩ እየ ኢለ ምስ ሓሰብኩ ከዓኒ ከምዚ ገይረ ከዓ ሰሊሰ እየ ማለት እዩ ቀመማት ዝተጠቀምኩሉ ከዓኒ እዚ ሸውዓተ ቀመማት ገይረ ንእሽተይ ማለት እዩ ብዙሕ ኣይነብዝሓሉ ከምኡ ከዓ ኮረሪማ ከዓ ንእሽተይ ኮረሪማ ንቀይሕ ፀብሒ ነገር ንጉስ ንጉስ ቀመም እዩ ብጣዕሚ እዩ ዘጥዕሞ ንደርሆ ንቀይሕ ፀብሒ ንገለ ጨው ከዓ ብዓቐኒ እዚኦም እዩ ገይረ ማለት እዩ ሕጂ ምክንያቱ ሽጉር ፃዕዳ ገለ ብቅድሚት ስለ ዝገበርና ካልእ ወላ ሓንቲ ኣየድልየንን እዩ ምቕጣኑ ብከምዚ መልክዕ ገይረ ሰሊሰዮ ምክንያቱ ከነእትወሉ ስለ ዝኾና ድንሽ ማለት እዩ ሕጂ ከምዚኣ ገይረ ቀልየ ከዓኒ ኣብ መወዳእታ ምስ በሲሉ ኢለ ምስ ሓሰብኩቲ ፀብሒ እዚ ድንሽ ኣብሲሉ እየ ፀኒሐ እዚ ድንሽ እንታይ እዩ ዘይመተርክዎ ቤቢ ድንሽ እየ ተጠቂመ ዘን ደቀቕቲ ምሻ ኣለዋ እሱ እየ ተጠቂመ ማለት እዩ ቤቢ ፔቴ ዶ ይብልዎ ኣብዚ ዓዲ ኣብሲለዮ ስለ ዝጸናሕኩ እቲ ጸብሐይ ጽቡቅ ገይረ ተሰሊሱ በሲሉ ምስ ወድኤ ብድሕሪኡ ከምኣ ሰሊስና በቃ ኣኸሎ እዩ ምስ በልናዮ እቲ ጸብሒ ምስ ሰእተናዮ ከኣኒ ክልተ ሰለስተ ግዜ ኸውን እንዳኸፈትና እንዳኸደና ከኣኒ ነብስሎ ማለት እዩ ነብስሎ ክብል ከለኹስ ላይክ ነወሃህዶ እምበር ክልቲኡ ብሱል እዩ ኦሬዲ ግን ነዋሃህዶ እሞኒ ጽቡቅ ውህድ ዝኮነ ጸብሒ ከኣ ንበልዕ ሕጂ ብፍላይ ኣብ ከምዚ እዚስ ንውራይ ናይ ጾም ገለ ተለና ሕጂ ዋይ ኖት ጽቡቅ ጌርና ከም ሰሪሕና ክንቅርቦ ንክእል ኢና ሕጂ ካብ ድንሽ መቲርና ከምዚ ሬጉላር ኣሰራርሓ ጌርና ንሰርሖ እሞኒ ብፍላይ ምስቲ ብዝሒ ናይ ውራይ ተኮይኑ ከኣኒ ወይ ይጋዓተና ወይ ከዓ ክንሕልፎ ትንፋስና ክንሕልዎ ካብ ንመሉቅ ነቲ ኣስልሲ ምሽ ጽቡቅ ጌርና ኣሰላልሳን ገርምላያን ጽብት ጌርና ቆልያ ሊና ገለ ነዳልዋ ድሕሪኡ በቃ ኖርማል ከምዚኣ ጌርና ንእሽተይ ኣዋህድ ኣቢልና ከ ነውርዳ ሕጂ እቲ ቤቢ ድንሽ ከማን ክሳዕ ክንገብሮ ንኽእል ኢና እቲ ድንሽ ዝተጣይመ ደሎ ከዓነ እንድሕር ከነንእሶ ደሊና ዋላ ክነንእሶ ንኽእል ኢና ማለት እየ ኣብ ክልተ ብ ክልተ ብ ክልተ ክንገብሮ ንኽእል ኢና እንተደሊና እውን በቃ ከም ዘለዎ ሊሒፅና ካብ ናይ መልሓፂ ድንሽ ጌርና ከዓኒ ከነንእሶ ንኽእል ኢና እንድሕር ዓብይና ኢልና ኣነ ግን ኣይፀላእኹን ብጣዕሚ ገለ ዓይነት እዩ ነይሩ ፈትንዎ ኢኩም ብጣዕሚ ጥዑም እዩ ሰሪሕኩም ከምዚኣ ኢድ ተቀርጡም ከምዛ ናይ ኣዴታትና ናይ ኣዴታትና ጸብሒ ናትና ናይ ባህልና ጸብሕካ ስለ ዝኮነ ከኣ ከምዚ ደስ ኢልካ ኢካ ትበልዖ ተደሊካ ብእንጀራ ብእንጀራ እዩ ዝበለጸ ኣነ እንጀራ ስለ ዝፈቱ ድየ ዋላ እንታይ ግን ድሕር ደሊና ካብ ግዜ ቁርሲ እውን ዋላ ኣብ ካልእ ግዜ ድዩ ወይ ኣብ ቀዳመ ሰንበት ፈትፊትና እውን ኣብ ግዜ ቁርሲ ከዓ ክንምገቦ ንኽእል መግቢ እዩ ገለ ዓይነት ከምዚ ዓይነት መግብታት እየ ሰሪሐ ነይረ ዘድንሸይ ከኣ ከምዚኣ ጌርኻ እዩ ይጥዕም ኣለኹ ማለት እዩ ዋው መልክዑን ገለ መሊኡን ራይዎ በቃ ገለ ዓይነት እንቋቑሖ ዘእተኻሉ ድመስል መልክዕ ይህቦ እዩ ዛትስ ዋይ ኮላይ ንውራይ ክትጥቀሙሉ ትኽእሉ ኢኹም ዝብለኩም ዘለኹ ኣዝዩ ልዙብ ከዓ ኮይንለይ ሕጂ ከዓኒ ኣብዚኣ ከዓ ጣዕጣዕ ክነብል ኢና እቲኣ ኣልጫ ኣልጫ ዓደስ ከም ናይ ዓድና ማለት እዩ ከም ዝረኣኹሞ ሰለስተ ዓይነት ራብዓይ ከዓ ሳላጣ እየ ሰሪሐ ነይረ ሕጂ እዚ ኣልጫ ኖርማል ኣነ ናይ ገዛ እንደ ዝሰርሖ ዘለኹ ኣብ ዓድና ኹን ዋላ ኣብ ስደት እውን ይርኤ እየ ኣብ ግዜ ውራ ይኹን ኣብ ገለ ንቅርቦ ኢና ማለት እዩ ሕጂ ኣነ ከዓ ከምኡ ከም ኣማራፅን እቲ ባህላዊ መግብታትና ክሰርሖ ስለ ዝደለኹን ኣዳልየ ሎም መዓንቲ ማለት እየ ሕጂ ሽጉርተይ ሳህቲተ ዘይቲ ከዓ ገይረሉ ማለት እየ ከም ዝበልኩም ቁርብ ተኮይኑ እቲ ሽጉርቲ ኩሉ ግዜ ኣነ ቀዲመ እየ ዘይቲ ዘእቱ ቀልጢፉ ስለ ዘምክኸልና ብድሕሪኡ ከዓኒ ኮሚደረ ተጠቂመ ኣዝዩ ንእሽተይ ስለ ዝኾንኩ ኣነ ክሰርሕ በቲ ናተይ ዓቐን ክልተ ኮሚደረ ተጠቂመ እንድሕር ብዙሕ ኮይኑ ግን ሞር ንገብረሉ ኣለና የጥዕሞ ስለ ዝኾነ ማለት እዩ ጽቡቅ ጌርና ከኣ ንቆሎ ምስኡ ከኣ ከምቲ ዓንተቤድ ዝረኣናዮ ከኣ ሽጉርቲ ጻዕዳ ፕሬስሊ ገለ ዝተሓወሰ ከኣ ክንገብረሉ ከኣ ጽቡቅ ነገር እዩ ማለት እዩ ኣዝዩ ዘጥዕሞ ኣነ ሕጂ እዚ ቪድዮ ናይ ቅድሚ ሕጂ ዝነበረ እንዴ ተጠቂመ ትማሊ ነቲኣ ድንሽ ክሰርሓ ከለኹ ሽሕ ሰዓት ምስ ኣኸለ ናብኡ ከሎ ጥራሕ ነቲ ሰሪሐዮ እቲ ቪድዮ ካብቲ ናይ ቅድሚ ሕጂ የምጽእ ገለ ኢለ ከምኡ ገይረ እየ ሰሪሐዮ ማለት እየ ሕጂ ኣነ ቅድሚ ሕጂ ክሰርሖ ከለኹ ሽጉርቲ ፃዕዳን ጅንጅብልን ጥራሕ እየ ተጠቂመ ግን ፕሬስ ስለ ክንስኸሉ እንድሕር ሃሊና ከዓ ፅቡቅ ነገር እዩ ምስኡ ከዓ ኣልጫ ስለ ዝኾነ እዚ እዚ በርበረ ፀሊም ከዓ ምስኡ ገይረሉ ማለት እዩ ሕጂ እዚ ናይ ውራይ ክኸውን ከሎ እንተ ደሊና እቲ ዓደስ ክተብስልዎ ትኽእሉ ኢኹም ቁሩብ ማለት እዩ ኣነ ግን ኣያብሰልክዎን ዓደሰይ ኣሊኸዮ እየ ዘለኹ ሚከዝ ከምቲ ደጋጊምና ዓደስ ክንሰርሕ ከለና ንብሎ ዳርጋ ብሱል ስለ ድሽየጥ ኖርማል ቅድሚ ክልተ ሰለስተ ሰዓት ኣሊኽናዮ ንጸንሕ ነቲ ዓደስና ሞኒ ዋላ መልክዑ ከማን ጽቡቅ እዩ ዝኾነልና ከምዚ ኒዕ ዝበለ ኣይትምትሞ ኣይ ዓደስ ኣይኮነናን እዩ ማለት እዩ ሕጂ ተቐሊዓ ኢለ ምስ ሓሰብኩ ከኣኒ ሓጺበ ዓደሰይ ብደንቢ ሕጽብ ኣቢለ ከኣ ገይረዮ ማለት እዩ። ሕጂ ቅድሚ እቲ ዓደስ ምእታወይ እንታይ ገይረ እዚ ሁርድ ሁርድ ኣብኡ ኣብቲ ስልሲ ንገብረሉ ጽቡቕ ምእንቲ ክመጸልና ከለሩ ግዜ ከይኑ ክወስድ ኣብ ምዃስ እውን ኣቐዲምና ኢና ንገብሮ ማለት እዩ። ይቕሬታ ከኣኒ እቲ ቪድዮ ቁሩብ ህስስ ኢሉ ብምሸት ሰራሕኽዎ እዩ ነይሩ። ወረይ ድበርበረ ጸሊም ገይረሉ እየ ብቕድሚት ወላ ሓንቲ ሕጂ ጉዕ ጥራሕ ኢና ክንጥቀም ንኽእል ካልእ ወላ ሓንቲ ኣኽሎ እዩ እንድሕር ደሊና ኣዝዩ ምቁር ጥዑም ክኾነልና እንድሕር ደሊና ኣብቲ ጥቓ ምውራዲ ኦሊቭ ኦይል ንገብረሉ ብላዕሊ ሞኒ ብጣዕሚ ጥዑም ይኾነልና ሕጂ ኣነ ይስልስ ኣለኹ ኣጋጣሚ ኣብቲ ግዜ እቲ ከኣኒ ኣይነበረንን ኦሊቭ ኣይገበርኩሉን ግን ኦሊቭ እንድሕር ጌርናሉ ኣነ ሕጂ ትማሊ ክሰርሕ ከለኹ ጌረሉ ነይረ ማለት እየ ከም ዝበልኩም እዚ ቪድዮ ናይ ቅድሚ ሕጂ ስለ ዝኾነ እምበር እቲ ጉዐይ ከዓ ከይጨደድኩ እትዮ ኣልጫ ክኾነለይ ስለ ዘይደለኹ በርበረን ዘይበልዑ ቆልዑት ገለውን ከምኡ ጌርና እቲ መቐረት ናይ ጉዕ ጥራሕ ክንወስዶ ስለ ንኽእል ሓንቲ ጉዐ እትየላ ንእሽተይ ስለ ዝኾነ እታ ዝሰራሕኹዋ ንዓኻ ከይጨደድኩ እየ እተያ ከምዚኣ ገይረ ከኣ ኣብሲለ ከኣኒ ወዲኤያ ማለት እዩ ኦሊቭ ኦይል ተገይርናላ ኣብ ላዕሊ ማይ ጋድ ገለ ዓይነት እዩ ክጥዕም ዝኸውን ገለ ዓይነት እዚ ሕጂ ከምዚ ዓንተወይ ድበልኩም ዋላ ግድን ንምሳሕ ንድራር ዘይኮነ ዋላ ከም ቁርሲ ቅጫ ገይርና እውን ክንበልዖ ንኽእል ነገር እዩ ማለት እዩ ከምዚ ትርእይዎ ከዓ ርኣይዎ መልክዑ ዋላ ክንፀብሖ ከለና ሕጂ ከምዚ ምውት ግዒት ገለ ዝበለ ዓደስ ኣይኮነን እዩ ኖ ዓደስ ምዃኑ ንስ ዘፍልጥ ምሽ ትምትሞ ድበሃል ኣሎ ክስታይ ድኾነ ከምዚ ኣይሚን ትምትምኻ ኢለ ድበልዋ ድበሃል ከምኡ ነገር ክመስለና የብሉን ዓደስ ተኮይኑ ዓደስ ክመስል ኣለዎ ሕጂ ከዓ እታ ቀይሕ ዓደስና ከዓ ክንሰርሓ ኢና ማለት እዩ ሕጂ ከዓ ንዓ ከዓኒ ከምኡ ማለት እዩ ሽጉርተይ ዘይተይ ገይረ ሰኽቲተይ ኣለኹ ኣነ ባይዘ ዓደስ ገለ ብዙሕ ግዜ ኣይወስደለይን እዩ ወላ ሓንቲ ኣይየብሱለን እየ እንደገና ኣብዚ ከዓ በቃ ምሻሎ ምስ ክስታይ ዘእትዎ ከምዚ ይኖ ኩሉ ሰሪሐ ጠቕሙ ዝበለ ገለ ዘይኮነ ሲ እቲ በርበረ ቁልቁል ምስ ኣበልኮ ምስ እየ እቲ እየ ዝቐልዎ ተዓደስ ማለት እየ ንኣሳልጦ ዝኣክል ሽንቲ ክይዝብል ፈትና እየ ክንከምኣ ትሕደይ ፈተንኩማ ከምዚኣ ጌረ ከዓ በርበረ ብዓቐነ የእቲ ከዓኒ ኣኺሰ ከዲነ ቁሩብ ብስል ይልለ ኢለ ምስ ሓሰብኩ ከዓ ኮሚደረ፣ ሽጉርቲ ፃዕዳይ፣ ጅንጅብለ ገለ ከዓ ብሓንሳብ የእቲ እየ ማለት እዩ። ኮሚደረ ሕጂ ሓንቲ ኮሚደረ እየ ተጠቂመ ንእሽተይ ሳልሳ ከዓ ክጥቀመ ኢለ ስለዝሓሰብኩ ሕጂ እቲ ሳልሳ ንከለሩን ንመቐረቱ ኣነ ዝበዝሕ ግዜ ባይ ዘ ወይ እንድሕር ኮሚደረ እጥቀም ኣለኹ ንእሽተይ ሳልሳ ምስ ኣጸግዕ ኣቢለ ይጥቀም እየ ኣብ ቀይሕ ነገራት ገለ ክኸውን ከሎ ማራ ስለ ዘጥዕሞ ሕጂ እታ ሳልሳ ንእሽተይ በቃ ንማለቱ ንእሽተይ ሓንቲ ማንካ እየ ተጠቂመ ሽዑ ብድሕሪኡ ኸኣ እሱ በሲልለይ፣ ተዋሃሂድለይ ኢለ ምስ ሓሰብኩ ኸኣ ካብቲ ዓደሰይ ከኣ መቒለዮ ኣቕሚጠዮ ዝጸናሕኹ ማለት'ዩ ኣሊኸዮ ምስቲ ኦልሞስት ሰለስተ ሰዓት ልዕሊኡ ይኸውን እዩ ተኣሊኹ እስካብ ገልጠምጠም ንብል ገለ ዩኖ እስካብ ንቆርስ ገለ ይብለልና እዩ ተኣሊኹ ይጸንሓልና እዩ ከምኣ ጌረ ኸኣ ሕጂ ምስቲ በርበሬና ሕዚ ነብሎ መጀመርታ ቅድሚ ምስላስና ጽቡቕ ጌርና ባ ከነብስላ ኣለና ማራ ፈረይረይ ከኣ ከይብል ምእንቲ ከምዚ ዘይበሰለ ነገር ከምዚ እንታይ ድበሃል ገርዛም ገርዛም ከይኮን ምእንቲ ብላዕሊ ከዓ በርበረ ፀሊምን ንእሽተይ ሸውዓተ ቀማት ከምኡውን ጨወይ ከዓ ብዓቐኒ ገይረ የብሎ ኣለኹ ማለት እየ የብስሎ ኣለኹ ተመላሊስና ከኣ ዓደስ ምዃስ ይደሊ እዩ ቀቀልጢፉ ስለ ዝሕዝ ወይ ከኣ ነትሕቶ ኣለና ጽቡቅ ጌርና ጽቡቅ ጌረ ከኣ ተመላሊሰ ኣብሲለ ሰሊሰ ከኣ ኣወዳዲኤ ሕጂ ከኣ መግበይ ይቅርብ ኣለኹ እስኪ ነዚ ባህላዊ መግብና ዘርክብ ኣበይ ኣሎ ከምዚ ጌርና ዋላ ኣብ ጣውላ ናብ ናይ ብፎይ ማለት እዩ ናይ ዕድመ ድዩ ገለ ከነቕርቦ ንኽእል ኢና ምክንያቱ ብጣዕሚ ጥዑም እዩ መኣዛ ዘለዎ እዩ ይነው ሳላጣይ ከዓ ከምዚያ ገይረ ማለት እዩ ገለ ዓይነት ብምዕሩግ ኣገባብ ከምዚ ገይረ ከዓ መግብታተይ ሰሪሐ ናይ እዚ ሰሙን እዚ ማለት እዩ ዓሪፍካ ምቕናይ እዩ ሰለስተ መዓልቲ ክንገዝእ ከለና ሓንቲ ዛቤ ነራ

ካብቲ ካብቲ ካብቲ ገይረ ጁስ ክገብር ከለኹ ንዝኾነ ዓይነት ጁስ ዘእትዎ እየ ማለት ዋላ ንዓኹም ተኣክለያ ደቕለኩ ኣሕዋተይ ነስና ንፍጠር ክብራትኩም ገይርኒ ክሳይ ትገብሮ እሺ ካብዚ ካብቲ ካብቲ ገይርክ ጥዑም ቫይታሚን ዘለዎ

እዛኣነ እንታይ ሕፈት ወለ ማለተይ ከምዚ ነዚ እየ ንኢደይ ድሰድድ ወሊዕ ኮይነ ከለኹ ኣብ ጁስ ግን ብጥዕሚ ዓት ካብቲ ካብቲ ካብቲ ጌርካ ክትብሎ ከለካ በቃ እዚ ጥዕና ዘለዎ ጁስ ኢኻ ሰቲ ስለዚኦም ብሓንሳእ ገይረ የና ኣለኹ ማለት እየ ወልናት እየን ዝበሃላ እዚአን ሕጂ ከምዚ ገይረ ከዓ መቀማምጠይ ማለት ኩሉ ንእሽት ስለዝኾነ እዚ ፀገም የለን የብለይን ከዓ ንሕጂ እዚአን ጥራሕየ ገዚአ ሶባሓንሳ ነይሩ ከም ትሪኦ ዘለኽን ክፅብቕ መዓት ኮይኑለይ ከምዚ ገይረ ከዓ ወጋጊነየ ማለት እዩ ንሕጂ ከምዚ ክትሪኦ ተርእይ ልተደሊኽን ከኣ ከምዚ ማለት እዩ። መወዳእታ ኩቡራተይ ኣነ ክብለክን ዝኽእል ሰብ ምስ ነብሱ እዩ ዝተርፍ ኣብ መወዳእትኡ ቆልዑ ምእባይ ይኹን ሓዳር ይኹን ፋሚሊ ይኹን ገለ ይኹን ኩሉ ነገር ንስኻ ምስ ትህሉ ንስኻ ምስ ትጥዕይ እዩ ነብስኽን ተኻናኸና ሶ ሓንቲ ኣበካዶ ገይረ ኣፕል ገይረ ብጁስ ጥራሕ ድና ገለ ዘይኮነሲ በቲ ንስኻ ክትገብሮ ትኽእል ኣብታ ገዛኻ ኮይንካ ነብስኻ ምክንኻን ኣይትረስዓ ከምቲ ትሪኦ ትደለኺ ኣነ ሕጂ ሳኒ ኣይትሰማማዕን ንሕጂ ዘለኒ ፍሩት ገይረ ሰራሕ ኣለኹ ሓንቲ ኣፕል ሓንቲ ኣብካዶ ካብዚኤን ኩለን ጥረታት ከኣ ኣልመንድ ፒስታሽ ከምቲ ዝረኣኹነ ዘቢብ ገይረ ዝሑል ማይ ግብረ ኣቢለ ዕስር ኣቢላ ከኣ ስቲ ከምኡ ኣይትረስዓ ዝኾነ ንዓኽን ዝጠቕመክን ነገራት ምግባር ኣይትረስዓ ገጀፍቲ ተኮንክን ምሳክን ዝከይድ ቀጠንቲ ተኮንክን ምሳክን ዝከይድ ነገራት ጌርክን ከተዳልዎ ትኽእላ ኢኽን እዚ ሕጂ ብማይ ክትገብሮ ትኽእላ ብፀባ ከዓ ትገብሮ ትኽእላ ኢኽን ሕጂ ናይ ፆም እያ እዚኣ ብማያ ማለት እዩ ብፀባ ተጌርክኖ ከዓ ዝበለፀ ጥዑም እዩ ዝኸውን ባናና ትሕውሳሉ ገለ ጥዑም እዩ ድኸውን ማለት እዩ ከምዚኣ ትሪኣ ዘለኽን ከዓ ናይ ጥዕና ጁስ ሰሪሕና ደቅና ነብስና ሓዳርና ሰብኣይና ኩሉ ነገርና ከምዚኣ ጌርና ንከናኸን። እምበር ኩቡራተይ ንሎማዓንቲ ሒዘልክን ዝመጻኺ ቪድዮ ነዚ መስል ኔሩ ኣብ ዝመጽእ ብሓድሽ ቪድዮ ክሪኤክን እየ።